ዮው ሰላም ሰላም ዝኸበርኩም ናይ ሮማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይ ናትኩም ተመሊሰ መፅ ኣለኹ እሺ ኣሕዋት ቅድሚ ኩሉ ንሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ብምቕፃል ሓታ ናይ ልምዓት ቪድዮና ከም ዝተለመደ ክንስሓቕ ክንጫወት ክንዘናጋዕ ክንምሃር ፍትሕ ክንብል ኩሉ ሙሉ ኣብ ቦታና ተረኺና መፂና ኣለና ቅድሚ ናብ ቪድዮና ምተና ግን ነሲያ ነዚ ሓደሽ ዝኾንኩም ሰባት ተሃሊኹም ሓደሽ ዝኾንኩም ወይ ድማ ሳብስክራይብ ክይገኹም ትሪኢ ሰባት ተሃሊኹም ሳብስክራይብ ብምጋር እዛ ቻነል እዚኣ ዓሰርተ ሽሕ ነእትዋ እስቲ ዓሰርተ ሽሕ ስለዚ ኣቶም ሳብስክራይብ ክይገርኩም ትሪኢ ሰባት ተሃሊኹም ሳብስክራይብ ብምጋር ቤተሰብ ኹኑ ብምቕፃል ነዛ ቪድዮ እዚኣ ድማ ናብ ብዙሓት ሰባት ክትበፅሕ ስለ ዘለዋ ላይክ ሸር ምጋር ይርስዕ እዚ ናብ ቪድዮና ከእተወኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብክብሪ ዝሓትት ሰናይ ፃንሒት እሺ ኣሕዋት እዚ ቪድዮና መጀመሪ ክኾና ብዚኣ ንጀምር እስቲ ተወስታይ ዶና ኣሎ ሰላም ኣይትርከቡ ዝበሎም ጎረቤት እሺ ተሓጒሳ ኮንሰርት ድዩ ኮንሰርት ናብ ገዛኻ ድዩ ብሮት ኣይቤንኻ ኣብዚ ገዛ ዝዓሰለ ዋይ ሓወይ ኩላትና ኮነ ሕጎስ ኮይና ኩሉ ሰብ ይሕጎስ እዩ

ብጣዕሚ ደስ ዝብል ማለት ሓደ ሓደ ሰባት ፀርፉ ትህሉ ኢኹም ማለት ዘይተረድአና ገር ኢልኹም ሲ ትፀርፉ ሰባት ኣይትሰኣነውን ግን ማለት ስኻትኩም ዘይሰምዓኹሞ ትኸውን ትኽእሉ እምበይ እዛ ንፍቕሪ ዝገለፀላ መንገዲ እኒኣ በተለይ ዝኾነ ፓርት እዛ ገለ ልበላ ኣዋልድ ንፀልኦም ናይ ኣወዳት ስታይል
እሺ ጦርቋቕ ስረ ኣታ ሓቃ እኮ እያ
ጥብቕ ዝበለ ቦዲ ቲሸርት ከምዚ ናይ ምንኣስ ሓውካ ጌርካ ዝመጽኻ ትመስል
Brother,
what's that?
በስመ አብ ወመንፈስ ቅዱስ ዋ ሓበሻ ኣቱ
What's that, brother? ኧረ በስመ አብ

ኣበይ ትኸዶ ኩሎም ከዓ ነዚኣ ኣይፈልጥዋን እዮም እዚኣ ፃውዒት እያ በለ ፃውዒት እዚኣ እዛ ኣይፈልጥዋን እዮም ከናዲወን ይኸዱ ሓደ ዓንዲ ግብ ብፀልማት ብፀልማት
ሓደ ቆፎ ግብ
ግብዛ ጎረቤተይሲ ሰብኣይ ተሰይሩ ተሰይሩ ክደሊ እዚ ትርእዮ እዚ ምስ ዓንዲ ዓንዲ ግብ

ቅራው ነድ ሃሜታ ትድግፎ ዲኹም ዝሓሳብ እስቲ ሓሳኹም ኣኩም እትፅሓፉ ክዋሃብ ይግብኦ ድዩ ወይስ ኣይግባእን እንታይ ይመስለኩም እስቲ ኣሕዋት ካብዚ ምቕፃል ድማ ገርም ታለንት ከርእኩም ንሓደ ሓውና ረዮ

ገንዘብን ምስ ኣዴኻ ሞት እንታይ ዘተኣሳስር ኣሎ ኣለክምሽ ከምዚ ሃንደበት መርድእ ድንገር ዶ ኣለኹ ክልተ ሚእቲ ሽሕ ቧዕ እንተኾንክቲ ሰብከ ክንድኡ ሕዚ ዲ ጓለ ኖኖ ናይ ብልቤ ኣነስ ምሽ ኣለኪ ክልተ ሚእቲ ሽሕ ሲ ብፅሑፍ ጥራይ እዩ ዝርኦ ብእውነት ርእዮ ከማ ደኺምዎ ነገር
ኣብ ዘረባ ርእየ ገርመኪ
እንታይ ካ ትገብር ነርካ እዚ ኩሉ ዓመታት እስከ ንገረኒ
ንዕልል ንፃወት ኣነ ብእውነት ከማይ ገይሩ ነዚ ዕድመ ተፃወተሉ የለን ክልተ ዓመት ብቴስታ ሃርሞ ሰለስተ ዓመት ብካሰቲ ገይር ሃርሞ ኣርባዕተ ዓመት ይቆብቁቦ ከማይ ገይሩ ንዕድመ ድተፃወተሉ የለ ሕጂ ከዓ ንህለክ ንዓና ፃወተልና ኣሎ ደሓን ብሕፅር ዝበለ ኣብ ኢድካ ክንደይ ሰልሒ ሒዝካ ኣለኻ
ኣብ ኢደይ ደኣ ማራዶ ሕቶ ተብዝሕለ የብለይን ወላ ችግር የብሉን ተሓቀስ እንዲዩ የብለይን ወላ ወይ ሓሙሽተ ሽኣት ኣለወካ ንገራ እዚ ሓቂ ስቶ ዝድመታ ሉን ኣሎ ውይ በላ እሺ ኣነ ሓደ ነገር ክነግረኪ ሓደ ግዜ ሲ ኣብ መቐለ ሓደ ሰብኣይ ብዙሕ ሃፍቲ ኣለዎ ውላድ ግን ሓንቲ ጓል ጥራሕ እዩ በል ተብሎ ተለሞነ ዓብዩ ኣብ ገረውቶም ከ ነዳቒ እዮም ሰብኣይ ገዛ ክራዮም ላኻፈሉ ዝነበሩ ትሽዓንተ ቆልዑት እኒኦዎም ነዞም ሰብኣይ እዞም ሃፍታም ምስ ሰበይቶም ይማኸሩ እሞ መን ነመርዕዋ ዲያስፖራ እያ ሕሽ ተባሂሉ ይብሉ። ኣይ እዛ ሰበይቲ ልዓለ ዲያስፖራስ ሕደገና ኣስመጭያ እዮም ፅቡቕ እኒው ተባሂሉ ኣብቲ ሕደጊ ዶላር ከበይሩ እዩ ኣስመጭለ ጠጠው ኢሎም እዮም እኒው ሙና ስሚንቶ ድማ ስለ ትርጉም የብሊ ኢላ ወልላ መረፁ። ለከ እዛ ቆልዓ ካብዞም ትሽዓንተ ድኻታት እየ ኣፍቂራ ሓደ
ፋፋትም ላተመሮ ፅላ ንሳ ግን ካብ ድኻ እያ ትፎትዮ እያ ሒዛ ኣቦኣ ግን ውርዴት እዮም ገይረምዎ ካልኣይ መዓልቲ ምስ ዝበተኽ ከይርእየኪ ኣብ ተኸቢረ ዝዓወኹሉ ዓድስ ምስ ሓደ ወዲ በተኽ ትምርዖይ ካልኣይ መዓልቲ ከይርእየኪ ኢሎምዋ ኣቦኡ ንዚ ድኻ ለርእየምዎ እኒኡ ሕዚ ዋላ ኸደ ዝወደይ እዛ ቆልዓ እዚኣ ተሰዲድካ ድኽነት ኣብ ዝባና ዓንደረት ይብለዉ ኸዚ ትውጥጥኒ እዮም ገንዘብ ከይኸዲ ገንዘብ ክመጽእ እዩ እዞም ደኻ እንታይ ኢሎሞ ልገበርካ ጌርካ እዛ ቆልዓ እዚኣ ተጥኒስካያ ልገበረልካ እኒአኒ ኢሎሞ ኣጥኒሰያ እኮ እየ ሳልሳይ ወርሓ ኢሉ ዳርጋ ለቦ ኣለ ጥነስኻ ዝወደ ኢሎ ኸይዳ ኣቦይ ጠኒሰዮ ኢላ እሞ ኸማ ወይ ክሕነቕ እየ ወይ የመርዖ ኢሉ ክልተ ነብሲ ደመ ሒዛ ትኸተባኢሉ ውሽጢ ሕሩር ሓወባኣ ግን ዋላ ትውለድ ደንበይ ኣይትመርዖ ይተባሂሉ ተኣቲኩም እዩ ሎሚ ክንምርቕ እምበር ክንመርፅ ዘይተዓደልና ወለዲ ኢሎም ሰብኣይ ውሽጡ ሕሩር መርዓ ተገይሩ ዓዲ ጓል ስወኻ ዳስ ታይ ክብለኪ ዓዲ ወዲ ግን ዝብላዕ የለ ሸሞንተ ሰባት መርዓዊ ሒዞም መፅኦም ዲም ዲም ላበሉ ሓወ በኣል ነደዶም ማይ ከልዒሎም መምፂኻትም እንታይ እዩ ኢሎም ዋእ ጓልኩም ወሲድና ኣብ ትሕቴኹም ንሓድር መሕደሪ ጓልና ሒዝኹም ዲኹም እወ ኣልጋ ነስርሕ ኣለና ኢሎም ኣረ ገንዘብ ኢሎም ዋእ ሎሚ ዶ ገንዘብ ይበሃል እዩ ተመርሚሮም ካብ ሕማም ነፃ እዮም እሞ ጅባኹም ለዲ ነፃ ዘመኑ ውላድ ኢሉ ውድኦ ኣሎ ንምረቕ ኢና መፂና ተልዓል መርዓው ተባሂሉ ዝኹላይ እንደ ኣውራቕ እኒኦ እንደ ሰብ

ኩሉ ሰብ መታዕቢቱ ከም ዝፈልጦ ፈቃር ሃያብ ኩሉ ነገር ሕጂ ከምቲ እቲ ማሕበራዊ ሚድያ ትሪኦ እውን በቃ ጥልመት እዩ ንዕኡ ኣብ ከምዚ ብፅሕዎ ኢለ ክሓስብ ኣነ ስእሱ ከዓ እዩ እቲ መደምደምታ ጓል ሰይቲ ድኣ ጠሊማቶ እዎ ኣበይ ኣዲስ ኣበባ ድኣ ኣሎ ጀርመን ጀርመን ኣዲስ ኣበባ ገለ ሽዑ ሩታ ትበሃል ኣብ ቲክቶክ ቲክቶከር እያ ቲክቶከር እያ ኩሉ ኣብ ትድሪኦ ኣነ ስእልታታ ውን ጥዑይ ስእሊ ይብላን ንዑ ጥራይ ደይኮነስ ንኩሉ ሰብ ኣብቲ ታሽሙሲ ጽቡቕ ታሽሙ የለን ብኣ ከም ድጠፍአ ግምት ኣነ ዋላ ካልእ ምክንያታት ክህልዎ ክእል ገለ ክእል ብዓቢኡ ግን እቲ ጥልመት እዩ እቲ ጥልመት እዩ ናብ ከምኡ ደረጃ ኣማዕቢልዎ ማለት እዩ። ወላታ ናይ መጀመ ናይ መወዳእታ ውሳነ ውን ብናታ እዩ። በሃልቲ እዮም። ጠሊማታ እያ እሳ ከቢድ እዩ ሮዚና ዋላ ሕጂ ንሮዚና ደየዛረብናያ ምክንያት ዋላ እቲ ክብደት ናይቲ ሓዘን ስለ ዝርዳእካ እዩ እየ ብ ሓቲትናኩም እስኪ ኣብ መወዳእታ ኣዝዩ ብዙሕ ዛንታታት ኢኹም ኣዕሊልኩም ተዓዘብትና ከምዚ ንሕና ዝተመሰጥናዮ ኩሉ ነገር ተመሲጦም ክኾኑ ተስፋ ንገብር እሞ ስለቲ ኩሉ ግዜኹም ድሃብኩምና ብልቢ ዳመስገና ሮዛ ሓፍተይ ከምዚ ኣጋጣሚ ከምዚ ቀዲምና ክንርኢ ዝጸናሕና ናይ ሃብቶም ሓወኺ ድንገት ኣዝዩ ንኩሉ ኣሰንባዲ እዩ ወላ ከምኡ ብቐጥታ ሰብ እንዳረኣየካ ነብስኻ ትቐትል ኣዝዩ ከቢድ እዩ እሞ ብሕጂ እውን ንኸምኡ ንኸይገብር እቲ ኣብ ነውጽ ዘሎ ወይ ከዓ እቲ ቁሩብ ኣብ ስትረስ ዘሎ ሰብ እንታይ ማዕረ ተሕልፉሉ ምክንያቱ ናይ ሃብቶም ሞት ኣብ ስድራኩም ደጋጠመ ዕንወት ይኩን ነውጺ ኣዝዩ እዩ ጸሊኢ ጸላዊ ንኩሉ ግዜ እሞ እንታይ ለበዋ ተሕልፍ ወይ ታይ ትምህርቲ ተሕልፊ
ከባድ እንደዛ ሕቶ ኣነ በቃ መጀመርታ እምነት እንዲወሰን ምስ ኣመንካ ኢኻ ካ ትጥለም ከይኣመንካ ኣይትጥለምን ኢኻ እምነት እዩ እዚ ከምዚ ፅሒዎ እየ ዝብል ንሓዊ ብጣዕሚ እዩ ለዋህ ፍሉይ እዩ ካብ ገዛና ብዙሓት ኢና ኣሕዋተይ ግን ከምቲ እስኻ ትሓርዮ ኣምላኽ እውን ሓርዮ እንዲ ንሰብ
ኣብ ዓድን ኣብ ጎደቦን ብዙሓት ሰብ ሓዳር ኣዋሲብክን ኢኽን።

ሒም ኣደይ ተመርዓወ ወዲ እንድዩ ወይለይ ወድስ ጓል ሰርጌንቲ እያ ጓል ሓትነይ ኣንዓይ እኳ እወ ኣብ ኣስመራ እዮም ዝነብሩ ሃብታም እዩ ትባኣል ንሱ ከኣ ኣሓ ሓልውየን ኣብልዕየን እወ ሕረሲ ኢሎም ሂቦማ ኣብ ማእከል ዓዲ እያ ተመሪዓ ሕራይ ኣብ ማእከል ዓዲ ክትምርዖ ከላ ጓሳ ጌሮምላ ዘኽታም ቆልዓ እዩ ንእሽተይ እወ ጓሳ ምስ ገበሩላ ንሳ ክልተ ወሊዳ እያ ፅሕዲ ሚልዮን ዕድመ ክፅብቅ ጉድ እዩ ሰይ ንዓይ ከዓ ጓል ሓትነ ዋ ሕጂ ከምዚ ኣሎ ስራሕ ኢላቶ እንታ ማዕረይ ሰብ ዋ ዘይፈልጦ ስራሕ እቲ ስራሕ ኣሪኣቶ ዋ እቲ ህ- ነቲ ህፃን ዋ ባዕላ ወይ ነብተይ ህብ ተበላ ህብ ተበለቶ ጥንስ እውይ ጉድ መፅያትና ሕጂ ኣሽሕዋት እዚ ቪድዮ ምስ ሰማዕኩምዊ ማለት ዘን ኣዴና እዚኤን ለዋስኦኦም ንሳተን ለምፀኦምል ተመርዖዩሲ ልተፈላለዩ ኣለዉ ዩ ገለ መለ ዩ ዝወቅዒ ብዙሓት ሰባት እቲ ቪድዮ ዝርእኹም ስ ኣደይ ኣማጻለይ ኣደይ ኣማጻለይ ግዛዕ ትብሉ ብዙሓት ሰባት ነርኩም እስቲ ክንጥይቐና እሞ ድሕሪ ተመችወን መፀኩም እዩ ፅቡቅ ኣለኹ ከመይ ኣለኻ እንታይ ከም መዓዝ ደገ ትወፅ ዋ ደገ ዘይኮም ዘርኣፍ ገዛ እንዳ ቦታ ቦታ ዳሕሪኹ ዳሎ ጓሚ ይኹብ ዳሕሪኹ

ኣጥፋኢኒ መብራህቲ። እሹሓት እስካውን ብምቅጻል ድማ ናብዚ ኣብዚ ማሕበራዊ ሚድያ መዘራረብቲ ዘለዉ ነገራት ክወስደኩም እስቲ ባሕሪ ኮይና ንርኣ እዚ ቪድዮ። ሶሪ ዋላ ሓይኾም ይብልዕዎ ሕጂ እቲ ስእልናሲ እንታይ ኢና እሞ ክንገብር ዋላ ይቅደድዎ ዋላ ኣወል ይቅደዶሲ ኣወል እዩ ከምጽዋ እታ ስእሊ ኣብ ደገ ተዘርግሐት ገለ እኮ ኣይኮነትን ኣብታ ግጥሚ ኣወል እዩ ምጽዋ ማለት እዩ ካበይ ከም ዘምጽኣ ከኣ ፍሉጥ እዩ ከይዱ ኣነ ኩሉ ግዜ ፈርትሳዋ መምህር ነይረ ስለ ዝብል ኣብ ሳዋ ነይረ ስለ ዝብል ነዚ ክሉ ካብ ውሽኡ ግን ንሓንቲ እንታይ ዕባራ ነርና ቀዲምና እቲ ስእሊ ከይወፀና ተዛሪብና ኣሎ ዕብራና ድኣ ዓሚ ቅድሚ ዓሚ እንዲና ተዛሪብና እስኪ ሓንቲ ሕቶ ክሓትት ንኣቶ ጌታቸው ኣብ ዝነበርካሉ ስልጣን ዘበን ኣብ ትግራይ ካብዚ ኩሉ ስቃይና መከራ መፂኻ ክትቅመጥ ከለኻ ወርቃማ ዕድል ነይሩ እዚ ወርቃማ ዕድል ብሰዓቱ ምስ ፌደራል መንግስቲ ኮይንኩም እዞም ኣብ ማእከል ውሕጅ ዘለው ተፈናቐልቲ ኣሕዋትና ናይ ምምላስ ዕድል እንታይ እየ ተዓናቒፉካ ብነበርካዮ ኩኔታስ ለይምፈጸምካዮ እዞም ለተዓናቕፉ ንፈልጦም ኢና ሰለስተ ወይም ኣርባዕተ ሰባት ስልጣን ደለይቲ ከም ዘለውኹም ንፈልጥ ኢና ለይንሶም ካሊእ ክኣትዎ ዘይደልዩ ሰባት ከም ዘለዉ ንፈልጥ ኢና ብሰዓቱ ምስ ፌደራል መንግስቲ ኮይንካ እርምጃኻ ኣስተኻኺልካ ላብ ትኽክለኛ መስመር ክትኣቱ ዘይከኣልኩም ብተለይ ዝተኸበሩ ክቡር ጀረናል ጻድቃን ነይሮም ኣብ ጎንኻ ካልኦት ሰባትም ነይሮምኻ ዝተኸበረ ኣብርሃም በላይም ነይሩኳ እዚ ነገር እዚ ክትፍጽምዎ ዘይከኣልኩም እንታይ ኢኹም ኮይንኩም እሺ ኣሕዋት ናይ ሎማዓንቲ ቪድዮና ነዚ ይመስል ነይሩ ክሳብ ሕዚ ረኹም ሳታ ኣሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቀጻሊ ብኻሊእ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ ይሞችኹም